ህዝብና ሰላሳ ዓመታት ኣብ ቃልሲ ንናጽነት፣ ዳርጋ ሰላሳ ዓመታት ድማ ኣብ ናጽነት ነቢሩ። ገለ ሰባት ሓርነት፣ ዲሞክራሲ፣ ፍትሕን ራህዋን ዘየምጽእ ናጽነት ብኻ ተሪፉና ዝብሉ ኣለዉ። ኣብዚ ኣበሃህላ'ዚ እንታይ ርእይቶ ኣለኩም? ኣራይ።
ንለ ኣልጋነሽ ሓፍተይ መቸም ከምቲ ዝበልክዮ ብዙሕ ክበሃል ዝግባእ ዝኽእልን ነገራት ብዙሕ እዩ ዘሎ ሆፕፉሊ ከዓ ቀፃሊ ክኸውን ተስፋ ገብር ከምዚ ዓይነት ፕሮግራምስ ምክንያቱ እንተዘይ ተዛሪብካሉስ ኣይተሕውዮን ኢኻ ሕጂ እንታይ ሪፍሌክት ይገብር ነረ ቢንያም ክዛርብ ከሎሲ ኣነስ ኣብ ፐራዲዞ እየ ዓብየት ኣብየ ተወሊደ ፐራዲዞ ኣብቲ ችቸሮ ሪእክዮ ኣለክት ናይ ቀደም ኣብየ ተወሊደ ኣብየ ዓብየ ድማ ሕጂ ማለት ኣብ ቢትዊን ኣስመራ ንድ ዓሰብ ሕጂ ነይሮም እንዳቦይ ሓይለንኪኤል ዝበሃሉ ደቆም መሓዙትናዮም ካብ እዞም ገዛ እዚኦምስ ተወልደ እቲ ዝዓበየ ወዶም ናብ ተጋድሎ ሓርነት ኤርትራ ከይዱ እዮባ ናብ ህዝባዊ ግንባር ከይዱ ብድሕሪኡ ድማ ጣዓመ መሰታ እዩ ነይሩ ጣዓመ ናብ ተጋድሎ ሓርነት ኤርትራ ኣብ ሓይልታት መሪሕ ነይሩ ማለት እዩ ሕጂ ኣብ እዋን ነጻነት እዮባ ተወልደ ተወጊኡ ወጺኡ እንደገና በቲ መውጋእቱ ኣብ ልብናን መስለኒ ኣብ ሕክምና ተሰዊኡ እዮባ ከዓ ኣብቲ ናይ ህዝባዊ ግንባር ተሰዊኡ ጠዓመ ኣብ ናይ ውግእ ሕድሕድ ተወጊኡ ስለ ዝነበረ፣ በቲ መውጋእቱ ዘስዓበሉ ናይ ደም ሽግራት ኣብ ከሰላ ተሰዊኡ ማለት እዩ። ሕጂ ኣብ ቴስዓን ክልተን ሲ ንጠዓመ ኣነ ርእየዮ ነይረ፣ ኣብ ጀብሃ ንኮረኮን ተሃዳይ ምስ ኣተዉ ድሕሪ ውግእ ሕድሕድ ማለት እዩ። ስለዚ ምስ ረኣኽዎ ንጠዓመ ኣብኡ ምስ ረኸብክዎ ሽሕን ትሽዓተ ሚእትን ሰማንያን ክልተን ንቤተሰብስ ጠዓመ ረኪበዮ ኢለስ ሰዲደሎም መልሲ ፅቡቅ ኣሎ ደሓን ሪኤዮ ገለ ኢለ ኣብ ሕክምና እዩ ነይሩ ሂወዝ ኦኬ ዳሕራይ እዩ ተሰዊኡ ማለት እዩ ተሓጒሶም ብጣዕሚ ተሓጒሶም ስድራ ቤት ብድሕሪኡ ተስዓን ሰማንያን ክልተን እዩ ነይሩ እዚ ብድሕሪኡ ዓሪፉ ኣይተነገሩን ነይሮም ብስድራ ነፃ ወፂኣ ሃገር ሕጂ ኣቦኡ ስውኣትኩም ንገሩ ምስ ተባሃሉ ኣቦይ ሓይለንኪኤል ክነግሩ ከይዶም እዮባ ምሳኹም እዩ ተሰዊኡ፣ ተወልደ ወደይን ጠዓመ ወደይን ድማ ኣብ ተጋድሎ ሓርነት ኤርትራ ተሰዊኦም ኢሎሞ። እዚኦም ሰብኣይ ናይ ብሓቂ ያኒ ከመይ ድኣመሰሉ ሃገራዊ ሰብኣይ እዮም ንባዕሎም እውን ተቓላሳይ እዮም ነይሮም። ክላ ናይ እዚ ምሳና ዝተሰወኣ ደኣ ንገረና እምበር ናይዞም ክሰርቁ ዝተሰውኡስ ክንሰምዖ ኣይንደልን ኢና ኢሎሞም እዞም ሰብኣይ ተመሊሶም ገዛ ጣዕ ኢሎም ሽዓ ዓሪፎም ማለት እዩ ብጣዕሚ የሕዝነካ እዩ ካልኣይ ኣነ እውን ከም ወላ ንሓንቲ ወርሒ ደኣ ትኹን እምበር ኣብ ክልተ ሽሕሲ ወላድየይ ሓሚሙ ስለ ዝነበረ ሪስክ ወሲደ ከይደ ነይረ ንኤርትራ ኣብቲ እዋን እቲ ዝኸድኩሉ ብጣዕሚ ሕማቕ ኩነታት እዩ ነይሩ ሽዕኡ ሳልሳይ ወራር ናይ ምስ ወያነ ዝነበረ ተኣሽሙታት ምፍትፍናን ነይሩ ኣብ ክልተ ሽሕ ትዝክሩ እንድሕር ኮንኩም ኣት ዘ ሴም ታይም ከዓ ለውጢ ክመፅእ እዩ ሽዕኡ ጂ ሰርቲን ይንቀሳቀሱ ነይሮም ደብዳበታት ሰዲዶም ነይሮም ስለዚ እዚ እውን ይፈልጥ ነይረ ኦረዲ ካብዚ ስለ ዝኸድኩ በዓል ሚርያም መርያም ዑመር በዓል ጳውሎስ በዓታይ እዚኦም ጂሰርቲን ስለዚ ኣብኡ ትሕም ትሕም ነይሩ ክሳብ ክንድቲ ከዓ እንታይ ሽሙ ኣይነበረን ቁርብ ምስ ሰባት ትዛረብ ነርካ ኖ ስለዚ እቲ ሰብ ይፅበ ነይሩ ንለውጢ ሃንቀው ይብል ነይሩ ንለውጢ ይርድኦ ነይሩ ዘይርድኦ ኣይኮነን ግን ኣጋጣሚ ኣይኮነን ኣብቲ እዋን እቲ ኣነ ዝከረንስ ወዲ ሓወቦይ ነይሩ ኣዲኡስ እንዳሞትዋስ ሓድጉ ኢላ ኣዕብያቶ ሕጂ ኣብ ቅድመ ግንባር ነይሩ መፂኡ ሓሚሙ ሽዑ እዋን ብቲቢ ድዮም ብገለ ሞቱ ነይሮም ብዙሓት ተጋደልቲ ክልተ ሽሕ ኣቢሉ ኸውን ኣነብቲ ዝኸድኩሉ እዋንሲ መፂኡ ሞይቱ መፂኡ ሞይቱ ኢኻ ትሰምዕ ነርካ ሕጂ ሓድጉ እንታይ ይብለኒ ኦ ከዲጃ ኳሕ እንድሕር ኢላ ንሕና እውን ከነርክበኩም ኢና ንስደት ይብለኒ ኖ ብድሕረይ ዓሪፉ ሕጂ ናፍቲ ቀንዲ ሕቶ ናትኪ ራብዐይቲ ሕቶ ክምለስ እቲ እቲ ናጽነት ብኻ ተሪፉና ዝብል ምናልባት በቲ ስንኪ ብቲ ሰንኪ ኣብ ልዕሊ ህዝብና ብፍላይ ኣብ መንእሰያት ዝወረደ ዝወርድ ዘሎ ግፍዕታትን ዝገንፈለ ስምዒት ክበሃል ዘይኸእል ኣይኮነን ክብል ይደሊ። ክትብልሲ ኣይትኸልን ኢኻ፣ ኣሸጋሪ እዩ። ምኽንያቱ ደስፐሬሽን፣ ተስፋ ምቑራጽ፣ ዘስዓቦ ክኸውን ይኸእል እዩ። ግና ብሃገራዊ ሕልና ናጽነት ሃገርና ብከቢድ ዋጋን መስዋእትን ዝኸፈልናላ ሃገር ስለዝኾነት ንዘልኣለም ኣብ ህይወትን ኣብ ህዝቢ ኤርትራሲ ነባሪ ነባሪ እዩ። ነዚ ክቕይር ዝኸእል ነገር የለን። ስለዚ እዚኣ ሃገር እዚኣ ብዋዛ ሓሪቕካ ወይ ስምዒታዊ ኮይንካ ተዝተርፈና ዝብሃል ኣይኮነን ወይ ከኣ ንስውኣትና ክቆናጸቡ ከለዉ ስቕ ኢልካ ዝሕለፍ ኣይኮነን ምኽንያቱ ክውንነት ስለ ዝኾነ ኤርትራ ክውን ክውንነት እያ ርኢናያ ተሰዊእናላ ርኢናያ ኤርትራ ተባሂላ ስለዚ ኣብዚ ከነስተውዕለሉ ዘለና ክብሎ ዝደሊ ኣብ መንጎ ሃገርን መንግስትን ዘሎ ፍልልይ እዩ ሃገር ነባሪ እዩ ሃገር ነባሪ እዩ መንግስቲ ግን ግዝያዊ እዩ ከያዳይ ከኣ እዩ ስለዚ እቲ ሃገርናስ ክብሪ እዩ መንግስቲ ውልቀ ሰባት እዮም ስለዚ ምኽንያት ወጽዓና ውልቀ ሰባትን መንግስትን ደኣ እምበር ሃገር ኣይኮነን ክንደናገር ድማኒ ወይ ክንጋገ የብልናን ኣብዚኣ ስለዚ በዚ ኣጋጣሚ ኣነ ኩሉ ግዜ ክብርን ሞጎስን ንስውኣትና ክብርን ሞጎስን ነቶም ውጉኣትና ኣብ ፈቐድኡ ከርተት ዝብሉ ዘለዉ ብፍላይ ብፍላይ ኣብ ስደት እውን ኣብ ሱዳን ኣለዉ ውጉኣት ነዚኣቶም ክብርን ሞጎስን በዚ ኣጋጣሚ እዚ ክብል እደሊ ብዘይ ናቶም ቃልሲ ክቡር ኣካሎምን እዚኣ ሃገር ሃገር ኣይምተባሃለትን ነይራ ስለዚ ሃገርና ኣሕሊፍና ክንህብ የብልናን ሕጂ ውን እንተኾነ ዝመጸ እንተመጸ ሃገርና ኣሕሊፍና ኣብ ዋጋ ዕዳጋ ከነውርድ የብልናን። እንተ ተኻኢሉ ወይ እንተ ተደልዩ ውን ዳግመ መስዋእቲ ንምኽፋልስ ቅሩባት ኢና። We could still you know do it again ስለዚስ እቲ ኣበሃህላ ካብ ተስፋ ምቑራፅ እንተዘይኮይኑ እቲኣ ሃገርና ብኸምዚ ስቕ ኢልካ ዝሕለፍ ኣይኮነን ማለት የቐንየለይ ያ ኣላኹ እወ ኸዲጃ ዳርጋ ኢላቶ ብጣዕሚ ይሰማማዕ እየ በቲ መጨረሽታ ዝበለቶ ሃገር ልዕሊ ኩሉ እያ ዩኖ እሳ እያ ንዓና ብዝያዳ ዩኖ ትግደሰና ሕጂ ይርዳእኒ እዩ ብዙሕ ሰብ ከምዚ ናፅነት በኻ ተሪፋ ተሪፋ ትናንተ ትኸውን ዝብሉ ሰባት ይርዳእኒ እዩ ትስምዒት ናቶም ምክንያቱ ሕጂ ወላ ረኣዮ ኣብቲ ንሕና ኣርባዕተ ኣብዚ ተኣኪብና ዘለና ስምዒትና ወላ ይራኸብ ግን ይፈላለ እዩ እቲ ኤክስፒሪየንስ ናትና ብዛዕባ ናፅነት ከመይ ተሰሚዑና ገለ ሕጂ ኣነ ትዛረብ ከለካ ድዮ እንታይ ተዘኪረ መስለኪ ትስዓን ኣርባዕተን ወይ ትስዓን ሓሙሽተ እዚኦም ተጋዳልቲ ሓርነት ኤርትራ ዝነበሩ መቃሊስቱ ን መጀመር ሰውራ ሶሪ ትግርኛ ቁርብተይ ተሓጥረኒ ሓምድ እድሪስ ዓዋተ በዓል ኣቡ ሸናብ ከልባይ ኣቡ ርጀላ ምስኡ ዝነበሩ ኣትዮም ነይሮም ንኣስማራ ሕጂ ሕሰብ እዮ ድሕሪ ከንደይ ድሕሪ ክልተ ሰለስተ ዓመት ድሕሪ ናፅነት ማለትሲ ናፅነት ትመፅእ ከላ ብተጋደልቲ ሻዕብያ ተመስሪታ እቲ ታሪክ ንፈልጦ ኢና ኩላትና ኣብኡ ክምለስ ኣይደሊን እየ ግን እዚኣቶም ከምዚ ተዓዲሞም ምምፃኦም ንሃገር ዘሕዝነካ እዩ ኖ you know arranged you know ከምዚ ብፍቓድ እስኻ እሳቶም እዮም መጀመርታ ጢት ዘብልዋ ናብ ኣብ ገጽ ደርጊ ኖ ድሕራይ ከይደ ኣነ ንዕኦም ኢንተርቪው ምስኦም ክገብር ኣብ ሆቴል ኸርቱም ሆተል ዝበሃል ኣብ ኣስመራ ኣብኡ ነይሮም ኩላቶም ከይዲ ተጋደሊት ውን ሳዕድያ መጀመርታ ናይ ጀብሃ ዝነበረት ምስኦም ነይራ ሕጂ ሳዕድያ ተስፉ ሕጂ ቃለ መጠያቕ ምስኦም ገይረ ኣይ ኢንተርቪው ደም

ብጣዕሚ ሕማቅ ተሰሚዑኒ ሽዑ በቃ ሽዑ እንዳ ተረዳኣኒ እዩ ዝጀምር ዘሎ ዩኖ ፖለቲክሊ ዩኖ ኩሉ ኤርትራዊ ሓደ ኣይበጽሓቶን ዘላ እዚኣ ናጽነት ሃገር ዩኖ መጀመርታ ከም ከም ከም ፖለቲካል ፓርቲ ኦፍ ሙቭመንት ወይ ክፋላት ናይ ጀብሃ ዝነበሩ ተጋደልቲ ናቸራሊ ክኣቱ ንኤርትራ ድይምፍቃዱ ኣብ መንገስቲ እስያስ ኣፈወርቂ እዩ ምስኡ ዝነበሩ ሽዑ ተጋደልቲ እሱ ባዕሉ እዩ ዝነግረካ ከንዲ ምንታይ እዚ ዓቢ ጋብ ኣሎ ስምዒት ናጽነት ኣብ ናብ ዝኾነ ኤርትራዊ ሓደ ኣይትብጽሖን እያ ሓደ ኣይስምዖን እዩ ኤርትራዊ you know so ይርድኣኒ እዩ ክሳብ ሕጂ መዓት ሬፊጂስ ኣሎ ኣብ ሱዳን ድይተመልሱ you know ዘይተመልሱ ተሰዲዶም ክሳብ ሕጂ ስደተኛቸው ክሳብ ሕጂ ኣብ ሬፊጂስ ካምፕ ዝነብሩ ዳርጋ ንሓምሳ ዓመት ዝነብሩ ኣለዉ ስለዚ ብድሕሪኡ ዝተሰደዱ ሕጂ መንእስያት ኣብ ኢትዮጵያ ዝስደድ ዘሎ ኣብ ሊብያ ዝሳቐ ዘሎ ኦፍኮርስ ይስምዖ ብዙሓት ዘይተመልሱ ንሃገሮም በቲ ምክንያት ዝበለቶ ከዲጃ ሽዑ ናይ ካልእ ክፋል ናይ ሙቭመንት ስለ ዝነበርካ ወይ ብፍቓድ ወይ ብፖለቲካል ኣሬንጅመንት ክኸውን ስለ ዝነበረ ኣይኾነን ኸኣ ኦፍ ኮርስ ዩ ዶንት ፊል ላይክ ትብጽሓካ እዚኣ ናጽነት ስለዚ ይርድኣኒ ግን ኢን ዘ ኤንድ ኦፍ ዘ ደይ ዩ ኖ ኤርትራ ናጻ ምውጻኣ ዚስ ኢዝ ቢግ ኣቺቭመንት ዝኾነ ይኹን እዚ ኣጌንስት መንግስቲ ምስ መንግስቲ ንህሉ ኣጌንስት መንግስቲ እዚ ናፃ ምውፃኣ ሃገር ኤርትራ ካብ ኢትዮጵያን ኦኪፔሽን ኢንተርናሽናሊ ከም ፍልይቲ ኢንዲፐንደንት ፍሪ ስቴት ሪኮግኒሽን ምዃና ዓቢ ነገር እዩ ብዙሕ መስዋእቲ ተኸፊሉሉ ብዙሕ you know ክሳብ ሕጂ ከማን ኣነ i think ገና ገና ኣይተጻሕፈን ዘሎ እቲ ታሪኽ ናይ መስዋእቲ ናይ ተጋደልቲ ናይ ሳክሪፋይስ ናይ ህዝቢ ኤርትራ ናይ ተጋዳላይ ኤርትራ so yeah so በቃ ሳያ ብዙሕ ክዘረብ ይኽእል እዩ ግን ሳምታይምስ እቲ ቋንቋ ትሓጥረን እያ ግን መሊኦሞ ኣለዎ
ሓምድ ድማ ቀጽል ኦ- ኦ- እወ እም፣ ከምቲ ዝተጠቐሰ ናጽነት ኤርትራ ብልክዕ ተረጋጊጹ እዩ እ፣ እቲ እ፣ ተሪፉና ዘሎ ነቲ ዝተባህለ እውን ደግሞ ኣለኹ ናይ ናይ ብ- አ- ብክልቲኣን ሆቴይ ዝተጠቐሰ ማለት እዩ እቲ ተሪፉና ዘሎ እ፣ ካልኣይ ገጽ ወይ ፌዝ ናይ ናይቲ ቃልሲ ወይ ናይ ናጽነት ኩሉ ኤርትራዊ ብስምዒት ከይተገዝኤ ካብዚ ማለት በጺሕናዮ ዘሎ ደረጃ ኣብ ሕማቕ ከይንወድቕ ክቃለስ እዩ ዝግባእ በሃላይ እየ። ምኽንያቱ መዓት በደላት ማለት በዚ ኣብ ኣስመራ ዘሎ ስርዓት ተራእዩ እዩ ደረስ ይብሉን ግንከ እዚ ንሃገርና ከጽልኣና ወይ ንሃገርና ክንጸልእሲ ኣይግብኣናን እዩ ማለት እዩ ማለት ገሊኦም ብስምዒት ተገዚኦም ብከም ብከምዚ ስታይ ምርግጺኦም ትርኤካ ማለት እዩ እቲ ዘሎ ጸገም ንዓይ መበግሲኡ ካልእ ዘይኮነስ ብዙሕ ትንታኔታት ንሰምዕ ኢና ማለት እዩ ግን ንዓይ ፖለቲካዊ ቁርቁስ እዩ ዋላ ካብ ሰውራ ጀሚርካ ማለት እዩ ኩሉሻ ናይ ፖለቲካዊ እስታይ ነይሩ ደኣ እምበር ናይ ናይዚ ድዩ ናይዚ ግሩፕ ድዩ ናይዚ ኦራጃ ድዩ ዝበሃል እዚስ ብዙሕ ቦታ ዘለዋ ኣይመስለኒን እምኒ ብእምነተይ ማለት ስለዚ ፖለቲካዊ ቁቁስ ካብ ኮነ ካልእ ኣስማት ወይ ካልእ ሕብሪ ከይሃብና ናቱ ከምኡ ዓይነት ኣገላልፃ ወይ ሕብሪ ተሃብና ኣብ ዘይድሊ ኣወዳድቃ ሕማቅ ክንወድቕ ኢና ማለት ከም ሃገር ንኹን ወይ ከም ሰባት ማለት እዩ ነዚ ስርዓት እዚ ፀሊእና ከዓ ከምቲ ዝተባሃለ ማለት እዩ ንሃገርና ክንጸሊ ኣይግብኣናን ኢዩ። ኣነ ኩሉ ሻዕ ዝብሎ ብዙሕ ኢና ንሰምዕ ብዙሕ ኢና ነንብብ ኣብ ኣስመራ ዘሎ ሓደ ፖለቲካዊ ሓይሊ ናይ ጉሩብ ንበሎ ማፍያ ንበሎ ዝኾነ ሸም ንህቦ ደኣ እምበር ካልእ ማለት ነቲ ሕብረተሰብ ነቲ ህዝቢ ነቲ ህዝብና ዝትንክፍ ዓይነት ስያሜ ወይ ኣስማት ክንህቦ ኣይግባኣናን እዩ በሃላይ ምክንያቱ ዜርና ዜርና እቲ ህዝቢ ህዝብና እዩ ገለ ለውጢ እውን ክመፅእ እንድሕሪ ኮይኑ እቲ ህዝቢ ናቱ ግደ ናቱ ተራ ክፃወት ምእንቲ ካባና ማለት ከም ውልቀ ሰባት ከም ውድባት ከም ማለት ዝኾነ ዓይነት ውድቕካ ማለት እዩ። እቲ ናይ ሃገራዊ ማለት ስምዒት ዘለዓዕል ዝያዳ ኤርትራውነት ዝሕይል ዓይነት መልእኽትታት ክንሰድድ ይግባእ እምበር ካሊእ ኣድላይነት ዘይብሉ ስያሜ ኣድላይነት ዘይብሉ ሕብሪ ሂብካ ጽባሕ ናበይ ኢኻ ትኸይድ ማለት ንኤርትራ እያ ምክንያቱስ ከምታ ኣማል ትብሉ ጸርሓት ሎሚ ሎሚስ ናብ ኤርትራ ናብ ኣስመራ ክንምለስ ነቶም ንፈትዎም ኣሕዋትናን ኣሓትናን ረኺብና እ ማለት ካብ ሲቲ ባር ክሳብ ዘሎ ኣጉዶታት እውን ምኻድ ማይፅላእናን ማለት ስለዚ ነዚ ድሕሪ ኮይኑ እቲ ናትና ማለት ድሌት ኩሉ ሻዕ ጥንቁቓት ክኸውን ኣለና ማለት እዩ እዚ ኣብ ገለ እዋናት ኣብ ፌስቡካት ኣብ እዚ ናይ ማስ ሚድያ ዝፀሓፍ ጎዳኢ ስለዝኾነ ብፍላይ መብዛሕቱ ሓላፍነት ዝስምዖ ማለት ነዚ ንዛ ሃገር እዝኣሲ ተጠንቂቕና ክንሕዛ ኣለና ወላ ቃልስና እውን ኣብ ክንዲ ፍኑው ዝኸውን እቲ ካልኣይ መድረኽ ፌዝ ናይ ቃልስና ናጽነት ኤርትራ ኤርትራ ዘይትንከፍ እያ ኤርትራ ዝኾነ ጸላኢ ንኤርትራ ክትንክፍ ኣይክእልን እዩ ምክንያቱ ብመስዋእቲ ዝመጸት እያ ናትና እያ ስለዚ ካብቲ ስምዒታት ሰብ ርሒቑ ብከምዚ ማለት እዩ እንተ ከድና ክንዕወት ንኽእል ኢና ማለት እዩ ከም ህዝብን ከም ሃገርን ማለት እዩ ብፍላይ እቲ ኣብ ውሽጢ ዓዲ ዘሎ ህዝቢ ንዓና ማለት ብዙሕ ማለት ጠመተ ኣለዎ እንታይ እዮም ዝብሉ ዘለዎ ነፃ ኣብ ነፃ ሃገራት እዮም ዘለዉ እሞ ከምዚ ተኮይኑሲ ማለት ኣብ ክንዲ ዓዳሚ ዝኸውን ዝያዳ ናብ ባእሲን ናብ ፅልእን ዘምርዕ እንተ ምልእክታት ዝስድድ ኮይናሲ ናይ ብሓቂ ሓደገኛ ክኸውን ስለ ዝኽእል ህዝብና ይስምዓና እዩ ዘሎ ህዝብና ይርእየና እዩ ዘሎ ሰለዚ ከምቲ ቅድሚ ሕጂ እቶም ተጋደልቲ ናይ ቀደም ማለት እዩ መስዋእቲ ከፊሎም ሃገር ኤርትራ ሃገረይ ኢሎም ደኣ እምበር ኣውራጃይ ዶ ቀቢላይ ዶ ብሄራይ ዶ ዝበለ ሰብ የለን ማለት እዩ ስለዚ ክሳብ ሎሚ ከምኡ ኣይሰምዓኹን ስለዚ እቲ በደላት እወ ኣሎ ማለት የለን ኣይንብልን ኢና ማለት እዩ ግን ንሕና እውን ብሓላፍነት ክቃለስ ባህላ እየ ስለዚ በዚ ኩሉ ተባሂሉ እዩ ንሓወይ ቢንያም ይገድፎ ትዕድል ወዲኣ ኣለኹ።
ሐራይ ጽቡቅ ኣነ ካብቲ ኩሎም ዝበልዎ ዝፍለ የብለይን ግን እንታዩ እቲ እንጽርጽሮት፣ እቲ ትጽቢትን ክውንነትን፣ ማዕረ ክመጽእ ዘይምኽኣል፣ እዚ ኩሉ ከዛርበካ ክእል እዩ፣ እቲ ምዝራብ እውን መሰል ስለ ዝኾነ። ግን ናብቲ ክውንነት ንምጻእ፣ እንድሕር ምልእቲ ዝኾነት ናጽነት፣ ሓርነት ህዝባ ዜጋታታ እተረጋግጽ ደልዩ ሰብ እባ ተረፈትና እንድሕር ኢሉ ከይዱ ኣብቲ ዘይ ዕድሚኡ እቲ ንእሽተይ እንተኾይኑ እቲ ሓድሽ ወለዶ ተቓሊሱ ከምጽኦ ኣብ ከም ዝኣመሰለ ሚሽን ኣኮምፕሊሽ ዝተባህለሉ ንዓለም ዘደነቐሉ ኣብ ጸሊም ኣፍሪቃ ገዚፍ ዝተባህለ ዓርሞሸሽ ሰራዊት ዝሰዓረሉ ኤርትራዊ ሓይሊ ክፈጥር ምኸኣለ ማለት ድዩ? ገለ ሰባት እኮ ናይ ስደት ናብርኦም ከይተረፈ ከሰንፉ ዘይከኣል እዮም ከምኡ ኢሎም ዝዛረቡ። ገለ ሰባት ከኣ ብቕርሕንቲ። ሕጂ ብሰፊሕ ልቦና ከም ኤርትራዊ ነቲ ዘሎ ኩነታት ነቲ ዝሓለፈ ቅያ እንድሕር ክትርእዮ ፈቲንካ እንተዓንት ወይ ዝበልክዎ እቶም ዝተጋደሉ ጥራሕ ናይ ኣንበሳ ብጽሒት የብሎምን ንሕና ኢና ኣምጺእናዮ ዝብልሲ የብሎምን ኩሉ ኤርትራዊ ይዕበ ይንኣስ ብዝኸፈሎ መስዋእቲ ኣብ ውሽጢ ጸላኢ ይኹን ኣብ ደገ ይኹን ኣብ ገድሊ ይኹን ዝመጸ እዩ ሕጂ እቲ ፍሽለት ከኣ ከመይ ጌርካ ትቕይሮ ኢኻ ክትሓስብ ዘለካ ምናልባት እንተዝከኣል ነይሩ ንሕናውን ዕጫ ናይዚ ዝወረደና ጸገማት ኩላህና ከነዘንትወሉ ዝጸናሕና፣ ተጋዲሉ ዝመጸ ዓዲ ገዲፉ ይኸይድ ብምርኩስ እኮ እዮም ገዳይም ተጋደልቲ ብምድረ በዳ ብሳህራ ተሰይዶም ኣብ መሓቡስ እኮ እዮም ዘለዉ። ዋላ ነቲ ገድሊ ከይተረፈሲ ኢንፊዥን ዝኾንዎ ማለት ብመሪሕነት ደረጃ ከይተረፈ ዝፍለጡ ሰባት ደቆም ወሊዶም ከዕብዩ እኮ ኣይከኣሉን። ነቲ ገድሊ ብኹሉንትንኦም ዘዐንተርዎ ኣብ ስደት እኮ እዮም በልዮም። ሬስኦም ንውሽጢ ዓዲ ክኣቱ ዘይክእለሉ ደረጃ ኮይዱ ኣሎ ስለዚ መን እዩሞ ነዚ ሓሊሙ ስለዚ እንተዝከኣል ኔሩ ጥዕይቲ ኤርትራ ተትህልወና ጻማ ናይቲ ዝተኸፈለ ዋጋ ኩሉ ዝሓድሽ ወለዶ እንተዘዕርፈላ እሱ ከኣ እጃሙ ክገብር ካልዕ ዕዮ ኣለዎ። ምኽንያቱ ዝውዳእ ነገር የለን ሓሳባትካ ክትገልጽ ስለ ዝኸኣልካ ነጻ ፕረስ ስለ ዘሎ ፓርላማ ስለ ዘለካ መጎተታት ስለ ዝካየድ እንድሕር ብልጽግቲ ዘይኮይና ብቁጠባ ብኹሉ ዓይነት መንገዲ ብቴክኖሎጂ ብሳይንስ እንታይ ትርጉም ኣለዎ ስለዚ ናይ መን ሓላፍነት ይኸሱ ናይ ተጋዲሉ ዝመጸ ንሱ ደኣ እሞ ዕድሚኡ ክድርቶ እዩ፣ ብህይወት እንድሕር ኣሉ ኮይኑ ምስ ቃንዝኡ ምስ መውጋእቱ ጋቢ ተኸዲኑ እንታይ ይገብርሎ እዩ ክከታተል ስለዚ ዘይውዳእ ናይ ናይ ምውርራስ ጉዕዞ እዩ ዝብል ዘለኹ ኣነ ስለዚ ካብ ከምኡ ዝኣመሰለ መረረታት ወጺኻ ኢድ ንኢድ ተተሓሒዝካ ብስራሕ ትምልሶ ተኣልዮ ነዚ ዘሎ ስርዓት ነቲ ዘርእና ዘጽነተ ብዘይ ባርኾት ናይ ህዝቢ ኤርትራ ዶባትና ሓሊፉ ወደባትና ሓሊፉ ክህብ ዝፍትን ዘሎ ውልቀ መላኺ ጋኔን ኣብቲ ኩሉ ዝኸደ መስርሕ ንመሳርሕቱ ንብጾቱ ከይተረፈ መዘናታቱ ዘደናገሮም ዝለዋወጥ ሕብሪ ዘለዎ ነፋሒቶ ክትስዕሮ ጥራይ ዘለካ ስለዚ ትስዕሮ ሽዑ እውን እቲ ስራሕ ተወዲኡ ማለት ኣይኮነን ከምቲ ዓንተ ወይ ዝበልክዎ ምስ ኣተና እቲ ንቡር ዝኾነ ናይ ምጥያስ መስርሕ እንተዝህሉ ኩሉ ስምብራትካ ቃንዛኻ ኣወጊዱ ኣብ መስርሕ ናይቲ ሕብረተሰብ ፊት ክትገብር ክሳብ ትኽእል ዘኽይድ ኣገባብ እንተዝህሉ ነይሩ ከምዚ ኣይምበልናን። ሕጂ እውን ኣብዚ ጉዕዞ እዚ ብብዙሕ መንገዲ ክእለ ኣለዎ ስርዓት እዩ ኢሎም ዋጋ ዝኸፍሉ ሰባት ኣለዉ። ጽባሕ ንግሆ ሰለ ከይሓዙ ክኣትዉ ይኽእሉ እዮም። ናብርኦም ዝረምሮ ክኾኖ ይኽእሉ እዩ። እንድሕር ደኣ ተግሎም ኮንካ ንዘለዎ ጥራሕ እንድሕር ደኣ ኮይና እታ ኤርትራ ጸገም ክትከውን ኢና ንብል ዘለና። ኩሎም ኣብ ታሪክ ናይ ዓለም ከኣ በቲ ዓቅምና ነንብቦ ድዩ ንከታተሎ ድዩ ንመሃሮ ድዩ ስደት ዘስተምሃረና ድዩ በዓል ሱዳን ቅድሚ ሰቦም ናጽነትኩም ከተባሂሎም ተዋህቡ እዮም ግን ከምቲ ዝግብኦም ኣይከዱን ኣይከዱን ትሕተ ቅርፂ ናይ ሱዳን ካብ ጎደናታቶም ጀሚርካን ካብ ካልእንሲ ስእልካ ዝተረመሰ ምስ ኤርትራ ዋዲርካ ምናልባት ፅቡቅ ክትብል ትኽእል ትኸውን ስለዚ ንሕና ተጋዲልና ስለ ዝፈሸልና እዩ ከቢድ ዋጋ ስለ ዝኸፈልና እዩ ካልኦት ሃገራት ከኣ ከምቲ ዝግባእ ዘይከድዉና ኣለዉ እታ ዘላ እንተያ ዘየቋርጽ መስርሕ እዩ ዝነብረሉ ዘለኹ ዓዲ እንግሊዝ ብዛዕባ ዝተፈላለየ ነቲ ሕብረተሰብ ረውየት ዕግበት ክህብ ዝኽእል ኣብ ኩሉ ጽላታት ሞገተታት ይካየድ ካብቲ ሓደ ፓርቲ ነቲ ሓደ ሰብ መርጽ ኣብ ውሽጢ ናይ ደቓይቕ ምስ ተረፎ እቲ ናይ ምድማጽ መስርሕ ነቲ ክመርጽ ዝሓሰበ ናብቲ ሽፍት ገብር። ስለዚ ንህዝቢ ኤርትራ ከምኡ ዝኣመሰለ ዘርብሕ ትካል ንክህልዎ ዘየቋርጽ መስርሕ እዩ። ኣብ ውሽጢ ዓሰርተን ዕስራን ዓመት ዝውዳእ ኣይኮነን። በዚ መንጽር እዚ ዝተራእኻዮ እዩ። ኣንጸርጺሩ ናይ ምዝራብ ግን መሰል እዩውን እኳ ወላ ሓንቲ ክትብሎ ኣይትኽእልን ኢኻ። ግን ቀይሕ መስመር ከኣ ክህሉ ኣለዎ። ንዓይ ጥራሕ ኣይኮነን ዘሕመኒ ስለ ስውኣት እንድሕር ተዘሪቡ እዚ ኣንቶይ ጠቅሶም ዝነበርኩ ሰማእታት ገርሂ ልቦም እዮም ሰኢሎም ዝዘሉ ዝነበሩ እዮም ኩሉንትንኦም ከኣ ሂቦማ ነታ ዓዲ ሕጂ እንተ ዝትስኡ ንብል ኢና ከም ኣባሃላ መታን ቅጅል ክብለና እቲ ኩነታት ክብድሃና ክንሪኦ እንተ ዝትስኡ እሞ ሓደ ሰብ ንከንቱ ኢኹም ተሰዊእኹም እንተ ዝብል ካልኣይ ግዜ ምተሰውኡ ዶ ድብል ሕቶ ከሎይ ግንከ እታ መስዋእቲ ንኸንቱ ድያ ነይራ ከኣሎዩ? ኣይነበረትን። እዛ ኩሎም ሕጂ ብጾትና ክገልጽዋ ዝጸንሑ፣ ሓመድ ድራር ክገልጻ ዝጸንሐት ዘይትሐፍር ኤርትራ ተፈጢራያ። ኣህጉራዊ ተፈላጥነት ረኺባያ። እዚ እቲ ዝኸበደ ጉዕዞዩ ነይሩ። ከም ህዝቢ ከም ሃገር ኣይንፈልጠካን ኢና ኢሎም ነቲ ሰውራ ከይተረፈ ካልእ ስያመታት እንድሕር ህብዎ ነይሮም ኮይኖም እዚ ባንዴራኻ ኣንበልቢላ ከም ህዝቢ ከም ሃገር ክትፍለጥ ቀሊል ነገር ኣይኮነን። እቲ ዝተረፈ ግን ኣብቲ ውሽጢ ዘሎ መስርሕ እዩ እሱ ኸኣ ኣየቋርጽን እዩ ሚእቲ ዓመት ብሕጂ ውን ክልተ ሚእቲ ዓመት ክሳብ ዓለም ዝሃለወት ሰለስተ ሚእቲ ዓመት ኣየቋርጽን እዩ ምኽንያቱ ሰብ ብተፈጥርኡ ስለ እቲ ብውሽጢ ኤርትራ ዝነብር ሰብ ዋላ ኣመሓይሸ እንተበልካ ስለዚ ብልጽቲ ኮይና ንክትርከብ ዘየቋርጽ ቃልሲ እዩ እሞ እቲ ታሪኽ ግን ሓደ ካብቲ ሓላፍነት ዘሸክመና እዩ ኣነ ብልበይ ዘሎ እሱ እዩ ኩሉ ኤርትራዊ ዘበለ ሓድሽ ወለዶ ጻዕዳ ዘበለ ብምሉኡ ነዚ ከምዚ ዝኣመሰለ ኤርትራዊ ሃገርነት ኣብ ምፍጣር ዝተኸየደ መስርሕ ዝተኸፈለ ዋጋ ድፍዓቱ ሽንጭርኡ ዓበይቲ ይኹን ዋላ ደቀቕቲ ፍጻመታት እቲ ዓውደ ኹናት ኩሉ ዑደት ክግበር ክኽእል ኣለዎ። ምንጪ ቱሪዝም ክኸውን ይኽእል እዩ፣ ታሪኽካ ከኣ ዕቀብ። Thank you።
ግርም ጽቡቅ ዲስካሽን እዩ ኣብ መጨረሻ ኣብ ዛዛሚ ሕቶ ክንከይድ መጻኢት ኤርትራ ብዘይ ኢሳያስ ከመይ ትሪኢዋ? መጻኢት ኤርትራ ብዘይ ኢሳያስ ብኸመይ ትሪኢዋ? ኦኬ መቸም ወላ እኳ ኢሳያስ ኢሳያስን እቲ ስርዓቱ ወላ እቲኦም ጉጅልኡ ዶ ክብሎ ወላ ኢነብለርስ ናቱ ኣብ ልዕሊ ህዝብና ዝፈፀምዎ በደልን ገበንን ኣብ ቅድሚ ሕጊ ቀሪቡ ህዝብና ፍትሒ ክረክብ ዝኣምን እኳ እንተኾንኩ ኣብ ሃገርና ኣብ ኢሳያስ ዝውክልን ኢሳያስ ምስ ከደ ወይ ምስኡ ዝበርስ ኮይኑ ኣይስምዓንን እዩ። ንዓይ ሙሉእ ፖለቲካዊ ኣጀንዳ እዩ። ስለዚ ናይ ኣተሓሳስባ ክተዕሽሙ ኣሎ። ብዛዕባ ለውጢ ክንዛረብ እንተድኣ ኮይና ድማ ፖለቲካዊ ኣጀንዳ ኣልጊስካ ኣብ ቦትኡ ንኤርትራ ዝመስል ፖለቲካዊ ኣጀንዳ ምትካእ ጥራሕ እዩ። ከምቲ ሕጂ ክትብሎ ዝጸንሐ ቢንያም ክብሎ ዝጸንሐ ወይ ካልኦት እውን ክጠቓቕስዎ ዝጸንሑ ንኤርትራ ትመስል ፖለቲካዊ ኣጀንዳ ምትካእ እዩ እምበር ድሕሪ ኢሳያስ ምኻዱ ካሊእ ውልቀሰብ ምትካእ ኣይኮነን። ዕላማ ቃልሲ ንዲሞክራሲያዊ ለውጢ ድማ እዚ እዩ። ስለዚ እቲ ቃልስና ከብሎ ጸኒሑ ሓውና ቢንያም ነዊሕ ክኸውን እዩ። ግን ተስፋ ገብር እዚ ምልካዊ ስርዓት ኣልጊሱ ካብ ዝሓለፈ ተማሂርና ናብ ዝሓሸ ኣገባብ ክንሰጋገር ተስፋ ገብር የቀንየለይ ወዲኤ ኣለኹ
ኣማል በሊ ሓቂ ክንዛረብ እንተ ኮይና ኣለው ንሕና ዊ ብሊቭ 100 ፐርሰንት እቲ ሽግር ኩሉ በቲ ናይ ዲክቴተርሺፕ ምትሓዝ ናይ ሓደ እስያስ ምስቲ ውሑዳት ምስኡ ዘለዉ እዩ እቲ ሽግር ዝፈጥር ግን ኣደ ሰም ታይምስ ፖለቲክሊ ንዛረብ እንታይ ኮይና ቲቮዞ ናይ እስያስ እውን ኣለዉ ሕጂ ኣነ ብዙሕ እየ ዝዛረብ ምስኦም ገለ ሳምታይምስ ይብሉኒ እስያስ ወላ እንታይ ኮይዱ ካለ እስያስ ክፍጠር እዩ ቢካዝ እስያስ ከም ተጋዳላይ ከም ፖለቲሽን ከም ሰብ ብዙሕ ኢንፍሉወንስ ገይሩ ሕማቅ ማለት ሲ ዲፕ ኢንፍሉንስ ናቱ ይረአ እዩ ኣብቲ ፖለቲካል ባዲ ኦንሊ እቲ ሶሻል ኢንስትራክሽን ናይ ህዝብና እቲ ሳይኮሎጂ እቲ ታሪክ እቲ ጋፕስ ዝፈጠሮ ኣብ መንጎ ብዙሕ ጀነሬሽን ድሕሪ ናጽነት ሓደ ጀነረሽን ተፈልዩ ቅድሚ ሰውራ ዝነበረ ታሪኽ ገለ ተሰይሩ ኣሎ ድሕሪ ናጽነት ገሊኦም እቲ እቲ ኩሉ ዝኾነ ናይ ጂ ፊፍቲን ብድሕሪኡ ናይ ኩሉ ዝረኣናዮ ናይ ናይ ስንኩላት ሙቭመንት ናይ ኩሉ

ለባማት ኣህግራውያን ተገደልቲ ይኹኑ መንእስያት ይኹኑ እርትራውያን ተዳልዮም ነቲ መስርዕ ንምቕያር ክስርሕሉ ብሓንሰብ ኮንፊደንስ ገለ ነንሕድካ እንዳተኣማመንካ ሪስክ እንዳወሰድካ ብሓንሰብ ክትስርሕ ነቲ ለውጢ ንምቕያር ክንርእዮ ይምነ ማለት እዩ።
ኢለስ ብዙሕ ከይተዛረብኩ ምክንያቱ እታ ኣርእስቲ ብብዙሕ ኮርንዓት ክንሪኣ ንኽእል ኢና ግን ኣነ እንታይ ይበሃላ እየ ኢሳያስ ናቱ ፀገም ኣይኮነ እቲ ጉዳይ ማለት እዩ ናቱስ እናተጠራቐመ ዝመፀ ጌጋታት ዋላ እውን ይግለፅ ነይረ ማለት እዩ ኣብ ታሪክ ናይ ቃልስና እዚ ዘይበሃል ጌጋታት ተፈፂሙ ኣብ መወዳእታ እውን ናብዚ በፅሕና ደረጃ በፅሕና ማለት ስለዚ ኩልና ንሕመ ማለት እዩ ኤርትራውያን ናቱሲ ሓደ ውድብ እንተኣደጋግዩ ዋላ ፈሺሉ ፍሽለት ናትና ምክንያቱ ታሪክ ታሪክ ናይ ሓደ ሃገር ታሪክ ናይ ኩላትና ስለዝኾነ ማለት እዩ ስለዚ ድሕሪ እዚ ነዊሕ ጉዕዞ ኢንታይ ኢካ ትጽበ ሓደ እንታይ ዓይነት ግደ ንጻወት ኣለና ንሕና ኤርትራዊያን ኣብ ውሽጢ ሃገር ዘለዉ ናቶም ጸገማት ኣለዎም ናቶም ተራ ኣለዎም ናቶም ማለት ህወት ኣለዎም ስለዚ ኣብ ውሽጢ ዓዲ ዘሎ ክሳብ ሎሚ ማለት ከምቲ ዝፈልጦ ከምቲ ኣብ ደገ ምብልላዕ ዝረአ ዘሎሲ ኣይኮነን በሃላይ እየ ምናልባት ሓደ ኖ ዕድል ስለዘይረኸቡ እምበር ምተባልዖን ክብለኒ ይኽእል እዩ ማለት እዩ ግን እታ ዓዲ ስለዝነበረናላስ ከምዚ ኣመሰለ ምልክታት ማለት እዩ ኣዝዩ ጎሊሑ ናብ ፍርሒ ገጹ ዘምርሓና እሳይ ኣብ ውሽጢ ኤርትራ ኣሎ ኢለ ኣይኣምንን እየ ማለት እዩ ምክንያቱ ሲ ወላ ኣብዚ ንህሎ ደኣ እምበር ኩሉ ሻዕ እቲ ህዝቢ እንታይ ይመስል እቲ ፀገማቱ ናይ ህወቱ ናይ ቁጠባ ገዲፍካ ማለት እዩ እቲ ናይ ምሕብሓብ ብሓደ ምንባር እቲ ህዝቢ ክሳብ ሎሚ ዘሴም ዝተቐየረ ጉዳይ የለ ማለት ስለዚ እንታይ እንታይ ይብል ኣነ እቲ ናትና ግደ ካብቲ ዝሓለፈ ተመክሮ ናይ ሓምሳ ዓመት ንበሎ ናብ ስሳ ዓመት ነቲ ሰብ ተመሊሱ ነቲ ታሪክ ዝፅብፅብ ዘሎ ንዋእ ጌጋ ሲ ኤርትራ ትምሰል ከላ ጌጋ ነይሩ ዝብለኪ ሰብ ኣሎ ማለት እዩ ዋ ህዝባዊ ግንባር እያ ካብ ካብ ኣብኡ ትጀምር ኮላሲ ንኤርትራ ፋሕ ንምባል ይብለካ ኢሳያስ እዚ ወዲ እዚ ነቲ ንደልዮ ጎደና ኣየምርሓናን እዩ። ሰለዚ እንታይ እዩ እቲ ቀንዲ ንሕና ዋላ ጽባሕ ዝመጽእ ስርዓት ኣብ ኤርትራ ብወተሃደራዊ መልክዕ ድዩ ብዕልዋ ድዩ ብኻልእ ብዘይገድስ ናብቲ ጎዲሉና ዝነበረ ነቲ ተሓሪሙና ዝነበረ ቅዋም ዘለዋ ሃገር ትካላዊ ኣሰራሓ ዘለዋ ሃገር ናብ ገጽ መን እዩ ካበይ እዩ ካብዚ ኣውራጃ ድዩ ካብቲ ሃይማኖት ድዩ ብዘይገድስ ናብ ከምዚ ዘምርሓና እታ ሃገር እውን ነፍሲ ወከፍ ኤርትራዊ ዋእ እዛኣስ ናተይ እያ እዛ መንግስቲ ናተይ እያ ዝብለላ መንግስቲ ወይ ሃገር ክንፈጥር ምእንቲ ናትና ግዜ ነቲ ዘሎ ማለት ናይ ናይ ኩናት ገጹ ዘምርሓና ወይ ናይ ውግእ ዝመስል ዓይነት ምልክታት ንዕኡ ንሕና እውን ክንቃለስ ኣለና ማለት እዩ። እዚ ኣይኮነን በጃኹም ብከምዚ ክግለፅ ይብሎ ተቃልስና ፀገማትና ብከምዚ ክግለፅ ይብሉን ስለዚ እዚ እንድሕር ኮይኑ እቲ ኮነታትና ማለት እዩ ናይ ናይ ናይ ኩሉ ኤርትራዊ ኣዌርነስ ወይ ንቕሓ እንተ ደኣ ይፍጠር ኮይኑ ነዚ ነፍርሖ ዘለና መድረኽ ኣይንኣትዎን ኢና ዋና ህዝቢ ኤርትራ እዩ ብፍላይ ብፍላይ ደግማይ ዘለኹ ማለት እዩ ኣብ ውሽጢ ዓዲ ዘሎ ዝያዳ ካባና ላዕሊ እቲ ፀገም እቲ ስቕያት ናብኡ ወዲቑ እዩ ዘሎ ማለት ስለዚ እንታይ ይብል ንሕና ኩሉ ሻዕ ደጊምና ኩለና ዝበልናዮ ይደግም ኣለኹ ማለት እዩ ኤርትራ ኣብ ተፈጢራ እያ ክትህሉ እያ ስለዚ ንሕና ብወገንና ግደ ነፍሲ ወከፍና ናቱ ግደ ክፃወት ኣለዎ በሃላ እየ ስለዚ ብዙሕ ማለት ኣነስ ናይ ፍርሒ ካብ ጥርዙ ዝሓለፈ ፍርሒ ይብለይን ግን ሓላፍነታዊ ዝኾነ ፍርሒ እዚኣ ክትኸውን ኣለዋ እዚኣ ከዓ ክትኸውን ምእንቲ ድምፀይ ዓው ኢለ ክዛረብ ኣለኒ እዚ ጌጋ እዩ እዚ ትብሎ ዘቅኑዕ እዩ ክብል ክኽእል ኣለኒ ክም ኤርትራዊ ዜጋ ማለት እዩ ስለዚ ከምኡ ተገበርና ኩለና ኢድን ጓንታን ኮይንና ነታ ሃገር ካብቲ ዘለ በጺሓቶ ዘላ ጽንኩር መድረኽ ናብ ሰላም ክነብጽሓ ንኽእል ንዝብል ዕግበት ኣለኒ ኢለ በዚ ኣልጋነሽ ወዲኣ ኣለኹ። ጽቡቕ በል
ቢንያም ናባኻ እያ መደምደምታ። ሕራይ እዋኒ ኣለኹ ዶ? ኣለኹ ናንሳ።
እንታይ እዩ
እቲ ምህላው ናይ ኢሰያስ ንብዙሓት ሰባት ሽግር ዝፈጠረ እዩ ማለት እቶም ክእለ ኣለዎ ንብሎም ኩላህና ኢሳያስ ንኤርትራ ምንታይ ውርደት ኣውዲቕዋ ከም ዘሎ ክብራ ቀንጢጥዋ ከም ዘሎ ዝተኸፈለ ዋጋ ኩሉ ንዕዳጋ ኣውሪድዎ ከም ዘሎ ንርኢ ኣለና ስለዚ ኢሳያስ ዋላ ኣብ ቃልሲ ኤርትራ ኣለኹ ዶ ኣለኹ እወ ኣለኻ ኣለኻ ብቑራፅ ፅንሑ ግን ኣለኻ ፅቡቕ ሰማዕቲ ዋላ ኣብ ቃልሲ ኤርትራ ኣበርክቶ እንተሃለዎ ኢሰያስ በቲ ብድሕሪኡ ዝነበረ መድረኽ ታሪኹ ተደዊኑ እዩ ሓደ ባዕሉ ዝበሎ ቃል ኔሩ ነዞም ሰብ መዚ ኤርትራ ማለት እቶም ጂ ፊፍቲን ዘይኮነስ ቅድሚኡ ዝነበረ ብስም ብልሽውና ተኣስሩ ኣብ ዝነበረሉ እዋናት ደሓር ኣብ ቲቪ መፂኡ እንታይ ኢሉ ገለ ካብቶም ኣዘዝቲ ኢሉ ንኤርትራ ሲ እንድሕር ስቕ ኢልና ከም በዓል ናይሮቢ ክትከውን እያ ገለ ኢሉ ዝመሰለሉ እዩ እንድሕር ስቕ ኢልና ከምዚ ክትከውን እያ ኢሉ ብድሕሪኡ ነቶም ሰብ መዚ ገሊኦም ኢሉ ኣብ ቃልሲ ኤርትራ ከም ዝኣመሰለ እጃም ነይርና ኢሎም ነዚ ሕጂ ዘካይድዎ ዘሎ ብልሽውና መከሓሓሲ ክጥቀምሉ ደልዩ ኢሉ እዚኣ ልክዕ ናብኡ ኢኻ ተምጽኣ ኣብ ቃልሲ ኤርትራ እጃም ነይርዎ እዮም ዝብሉ ዋላ እቶም ዝድግፍዎ ሰባት ኣይከሓድናን ታሪኽ ክጽሕፍ ተኾይኑ ሰብ ኢሳያስ ዘይብላ መጽሓፍ ክጽሓፍ ኣይትኽእልን ብኽፉእ ይኹን ብጽቡቕ ክጥቀሱ ዘለዎም ሰባት ክጥቀሱ ኣለዎም። ከምቲ እሱ ካብ ማህደራት ናይ ሚኒስትሪ ዜና እንዳ ፈሓቐ ቅያታ ሰሜናዊ ራእሲ ኻል ክንገር ከሎ ሰባት ትኣሊ ካልእ ክንገር ከሎ ሰባት ትኣሊ ከምኡ ግን ኣይንገብር ኢና ንሕና ምኽንያቱ ብዛዕባ ፍትሒ ኢና ንቃለስ ዘለና በንጻሩ እዚ ንኻልኦት ሰባት ዝሃቦ መዐቀኒ መዐየሪ ናብ ነብሱ ኢኻ ተምጽኦ ትማሊ እጃም ስለ ዝነበሮ ኽፍኣ ጸብቕ ሕጂ ነቲ ውድቀቱ በቲ ጌርና ነከሓሕሶ ኢልና። እቲ ካልእ መድረኽ እዩ፣ እዚ ከኣ ካልእ መድረኽ እዩ። ስለዚ እንታይ ማለት እዩ ኢሰያስ ክእለ ኣለዎ እዩ። ድሕሪ ኢሰያስ ትብል ግን ዋላ እቶም ናቱ ደገፍቲ ዘልዕልዋ ኣርእስቲ እያ። ኢሰያስ ጥራይ እዩ እቲ ኤርትራዊ ሓድነት ክዕቅብ ዝኽእል፣ ካልኦት ከምኡ ክገብሩ ኣይክእሉን እዮም እዮም ዝብሉ። ስለዚ እዚ ፍርሒ እዚ ክውቃዕ ክኽእል ኣለዎ። ንዕኦም ምኽንያት ዝኾኖም እዚ ንሓልፎ ደለና መድረኽ ናይ ደንበ ተቓውሞ ክኸውን ይኽእል ግን ኩሉ ሰብ ነቶም ሕማቕ ዝገብሩ ነቶም ከባላሽዉ ዝውዕሉ ነቶም ዝዕንድሩ ንዕኦም እንዳ ገለፈ ቃልሲ እዩ እቲ ሰውራ ውን ተዓዊቱ ንብሎ ዘለና ናይ ብሓቂ እቶም ክነቕፎ ዝፍትኑ ደለዉ ሰባት ስቅ ኢሉ ኣይተዓወተን። ሕጂ እውን እቶም ናይ ብሓቂ ንሓድነትና ምእንቲ እታ ህልውቲ ኤርትራ ከይትጠፍእ ኣብ ባርነት ከይንኣቱ ከም ህዝብን ሃገርን ከይንበታተን ታሪኽና ካብ መዝገብ ከይፈሓቕ ዝሓልዩ ሰባት ኢድን ጓንትን ኮይንና ክንሰርሕ ክንክእል ኣለና። ኢሳያስ ግን ስግዓቱ ክኸዶ ዝኽእል ርሕቐት ከይዱ እዩ። ስለዚ እንተሃለወ መሊሱ እዩ ዝቐትላ ዘሎ እቲ ዓዲ። ብድሕሪኡ እዞም ንብሎም ዘለና ሰባት ንቕድሚት እናወፁ እንተደኣ መፂኦም ኣብ ምርግግኡ እቲ ስሙዝ ትራንዚሽን ንብሎ ኣብ ምፍጣር ብድሕሪኡ እቲ ዝሓለምናዮ ግዝኣት ሕጊ ኣብ ኤርትራ ከም ዝሰፍን ዶባታ ከምዝሕሎ፣ ህዝባ ብሰላም፣ ብሓርነት፣ ብናጽነት ከምዝነብር ናይ ምግባር ሓላፍነት ኣለና። ስለዚ እቲ ምኽንያት ኣብ ቦትኡ ኮይኑ ግን ፍጹም ክንፈርሓሉ ዘይግብኣና የምበሺ ትስፉዋት ኮይና እታ ንኽእላ ከኣ ክንገብር ኣለና። ብተስፋ ጥራሕ ዝውዳእ ነገር ስለዘየሎ እታ ንኽእላ ክንገብር ክንክእል ኣለና። ከይንገዳዳዕ ማለተይ። Thank you።
እሞ ብጣዕሚ የቐንየለይ ናይ ሎምሸት ብወገነይ ዝመደብክዎን ሕቶታት ኣብ ዝወዲኤ ኣለኹ ብወገንኩም ከብለዎ ኣለኩም ወይ ርእይቶ ተለኩም ናባኹም ክገድፎ እየ
ኣነ ከጅምር ዶ ኣራይ
ኣነ
ናይ ሎሚ ፅቡቅ ግዜ ኣሕሊፍና ባህላ እየ ከምዚ ኣመሰለ ዓይነት ተበግሶታት ዝያዳ ክዕንብብ ኣለዎ ምክንያቱ ንቕሓትና ከም ኤርትራውያን ኩሉ ሻዕ እስዩ ተሓጋዚ ሰሪሕና ኣይሰራሕናን ብሓደ ኮይንና ነቲ ጸገማትና ነቲ ብድሆታትና ንምፍዋስ ምስ ንሰርሕ ክንዕወት ኢና ስለዚ ከምዚ ብ ብ ብወገንኪ ዝጀመርክዮ ማለት ብ ኢሪ ፕላትፎርም ክቕጽል ኣለዎ ዝያዳ ውን ክሰፍሕ ኣለዎ ነቲ ብከምዚ ዝኣመሰለ እቲ ቅድሚ ሕጂ ዘይንፈልጦ ዝነበርና ክንፍልጥ ንኽእል ኢና። ሓሳባቱ ሒዙ ገገዝኡ ኮፍ ኢሉ ዘሎ እውን ኢንታይ ይሓስብ ከም ዘሎ ክንፍለጥ ንኽእል ኢና ማለት እዩ። ስለዚ እናመስገንኩ ከምዚ ዝኣመሰለ ክቕጽል ኣለዎ በሃላይ እየ። ክቕጽል ዝኸኣሎ ንሰብን ሓቅን ቀቢሩ እዩ። ስለዚ እቲ ሓቅታት ክወጽእን ከምኡ ንሕና ብመንፈስ ሃገራውነት ከምዚ ሕጂ ክንገብሮ ዝጸናሕና ሴፍ ስፐይስ ረኺብካ ምዝርራብ ይሕግዝ እዩ። ኣሃ ኣነ ለካ ብኸምዚ'የ ተረዲኤዮ ኔረ ክብለካ ክእል እዩ። ሰባት ከምቲ ኣቐዲመ ዝበልክዎ ሬፈረንደም ስለ ደየድመጹ ተባሂሎም ሃገራውነቶም ተቐንጢጦም፣ ክልተ ሚእቲ ከይከፈልኩም ተባሂሎም ሃገራውነቶም ተቐንጢጦም። ስለዚ ንሕና ካብ ዝተፈላለየ ተስዓን ክልተን ካብ ከሰላ ክጭወዩ ከለዉ ብዙሕ ኣይተዘረበሉን። ስለዚ እዩ ከኣ ቀጺሉ ኣብ ዝለዓለ ደረጃ ናይ ሚኒስተራት ምእሳር በጺሑ። ስለዚ ካብ ዝሓለፈ ተመኩሮና ተማሂርና ጌጋ ካልኣይ ግዜ ከይድገም ስርዓት ቅድሚ ምውዳቕ ከምዚ ሕጂ ክበሃል ዝጸንሐ ንሕብረ ፖለቲካዊ ብዙሕነት ሃገርና ተንጸባርቕ ሓዳስ ኤርትራ ብሕድገታትን ብኩሉ ማሕበራዊ ኣካላትን ንምርግጋጽ ብሓባር ክንቃለስ ኣለና። ፈቲና ጸሊእና ፈቲና ጸሊእና ብሓባር ክንቃለስ ኣለና። እቲ ምንጽጻግ ክንገድፎ ክንክእል ኣለና። እዚ ስርዓት እዚ ኣብ ምንጽጻግናን ኣብ ምክሕሓድናን ኣብ ነናይ ንሕድሕድና ቁስሊ ሪኮግናይዝ ኣብ ዘይምግባርን እዩ ክነብር ክኢሉ። ስለዚ ነዚ ንሕና ናይ ብሓቂ እንድሕር ድኣኒ ንፍትሒ ንሰላም ንቃለስ ኮይና እዚታት እንታይ ሽሙ ኣድረስ እንዳገበርናዮ ምስ ንመጽን ኣክነውለጅ ምስ ንገብርን ጥራሕ እዩ ናብ ዝሓሸት ኤርትራ ናይ ምስግጋር ተስፋ ክህልወና ዝኽእል እሞ ብጣዕሚ የቐንየለይ እዚ ዓብዪ ዕድል እዚ ምሃብኩም ምስዞም ክቡራት ኣሓት ከዓ ብዙሕ ነገር ካብኣቶም ተማሂረ ቀጽልዎ ክብል እየ ዝደሊ ርሑስ ቅንያት ነፃነት ነዚ ክቕይሮ ዝኽእል ነገር የለን ጉዳይ ናይ ደቂ ኣንስትዮ ናይ ተሳትፎ እውን ኣብኡ ፍልይ ዝበለ ክግበር እንትትረካ ኢሉ ፅቡቅ እዩ ብፍላይ ተን ኣብ ዓዲ ዓረብ ኣብ ዓዲ ጥልያን ዝሰርሓ ዝነበራ ነዚ ሰውራ እዚ ዘዐወታ ፅቡቅ እዩ ክብል ደሊ የቀኒየለይ ፅቡቅ ከድጃ ናብ ኣማን ኦኬ ኣነ እውን የቐንየለይ ክብለኪ ኣልጋነሽ እዚ ዕድል ምሃብኪ ብጣዕሚ ፅቡቅ ዕድል እዩ ምስ እዚኦም ኣሕዋተይ ከምዚ ዝበለቶ ከዲጃ ብዙሕ ተማሂረ ኣነ እውን ሎሚ ብስቲ ዕላል ናይ ከዲጃ ናይ ተወልደ ብፍላይ ኖ እንታይ ሽሙ ክልትት ስምዒት እዮም ኣሕዲሩለይ ናፎ ገርካ ተነፂልካ እቲ ደቂ ዓድኻ ኣብ ክንደይ ስቕያት እዮም ዝወርዱ ገለ ትርኢ ከለኻ ግን ስቲል ናፅነት ዓብዪ ነገር እዩ ቦትኡ ላዕሊ እዩ ብከምኡ ርሑስ በዓል ናፅነት ይብሎ ንኩሉ ኤርትራዊ ኣብ ውሽጢ እዩ ዘሎ ደቂ ዓድና ኣብ ደገ ዘሎ ንኩላቶም ንኩላትና ብሓንሳብ ከነብዕሎ ከነኽብሮ ከነሕጉሰሉ እዚ ፍሉይ ነገር እዩ ርሑስ በዓል ናፅነት ንዓኺ ኣልጋነሽ and i hope this talk continue ብዝተፈላለየ መድረኻት it's very interesting and we need more of this የቐንየለይ
ቢንያም
ኣነ ብጣዕሚ ሕጉስ እየ ነዚ ኣጋጣሚ እዚ ስለዝረኸብና ኩላህና ይህን ምሂን ስለ ዝበልና ሓሳባትና ስለ ዝሃብና ስለታ ነፍቅራ ዓዲ ኩላህና እጃምና ስለ ዘበርከትናላ የሕመና እዩ ተቋደስቲ ናይቲ ሰላም ናይቲ ራህዋ ክንከውን ከኣ ምንዮተይ እዩ ንስዮ ኤርትራውያን ዘለና ኣኽብሮት ኣዝዩ ኣዝዩ ዓቢ እዩ ንሳተን ዝኸፈልኦ ዋጋ መስዋእቲ ዋላ እተን ክጥቀሳ ዝጸንሓ ከዲጃ ዝጠቐሰ እተን ኣብ ደገ ኮይነን ኩሉንትንኣን ዝሃባ ክልተ ሰለስተ ሽፍት እንዳ ሰርሓ ኣዝዩ ዓብዩ እቲ ጸሓይፉ ዝውድኣውን ኣይኮነን እዚ እቲ ስርዓት በቲ ናቱ ሜድያ ጌሩ ብማና ዘቕርቡ ቃለ መሕተትታት ክትሰምዖ ኮለኻ ስጋዕ ወፍሪ ስግረዶብ ከይተረፈ በዓል ኢትዮጵያ ወልድያ ኣብ ትሕቲ ድሕሪ መስመር ፀላኣተን ፈንጂ ዝቐብራ ብፆተን ዝስውእወን ንመዓልታት ንሰሙናት ብእግረን ዝጓዓዛ ደቂ ኣንስትዮ እዙይ እቲ ቅያታት ስለዚ ምናልባት ከም መወከስታ ካምቦድያ ቬትናም እንዳበልና ብዙሕ ንዛረብ ኢና እሞ ኣብቲ ሰውራ ዝተኸፈለ ጅግንነት ብፍላይ ብደቂ ኣንስትዮ ኤርትራ ተነጊሩ ዘይውዳእ እዩ ኣዝየን ዕቱባት ርጡባት ሰብ ርኣ ዝኾና ንመሰል ደቂ ኣንስትዮ ከኣ ዝማጎታ ደቂ ኣንስትዮ ኣብ ዙርያ ናይቲ መሪሕነት ክህልዋ ደልየ። ብፍላይ ኣብቲ ሓድሽ ኣካይዳ፣ ኣብቲ ባይቶ ፍርቂ ንፍርቂ እውን ክኸውን ክኽእል ኣለዎ። ኩላህና ነዚ ዋጋ ክንከፍሎ ኣለና። ንሳተን ማለት ደቅና፣ ኣሕዋትና፣ ኣዴታትና እየን። ስለዚ ብእኣን ዝመጽእ ምንቁሻሽ ካልእን ክንጸሮ የብልናን እሞ ስለቲ ዕድል የቐኒ። የቐንየለይ። Thank you።
ኣነውን ብጣዕሚ እየ ዘመስግን።